ሰላም ከመይ ትጸንሑ ክቡራት ተኸታተልትና፣ እዚ ቦይቶና ሚድያ እዮ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ብኣንፈት ደቡብ ዝተጀመረ ውግእ፣ ብልፅግና ኣብ ልዕሊ ትግራይ ዝኣወጀ ኹናት፣ ኣብ ኣስመራ ዝተገበረ ሓድሽ ስምምዕነት ዝምልከት፣ ኩነታት ፅምዶ ኤርትራን ትግራይን ዝምልከት ዝወፀ ሓበሬታ፣ መቐለ ኣብ ሓሙሽተ መዓልቲ ዝብል ወፍሪ ምጅማሩ፣ ካብ ኣኼባ ቢሸፍቱ ዝተውሃበ ሓድሽ ትእዛዝ፣ ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብሪ ንዕድመኩም። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ኣብ ኣስመራ ስምምዕነት ከም ዝተፈጸመ ተሓቢሮም ሓድሓደ ተንተንቲ ርክብ ኣሜሪካን ኤርትራን ከምኡ'ውን ኢትዮጵያን ስዒቦ ጉዳይ ሕወሓት ብዝምልከት ሓሳቦም እናሃቡ ይርከቡ። ኣፍሪካን ኢንተለጀንስ ዝበሃል ሒዝዎ ዝወፀ ትንተና ከም ዝገለፆ ኣሜሪካ ኣብ መንጎ ሕወሓትን ኤርትራን ዘሎ ፅምዶ ክተቋርፆ ወይ ድማ ክተዳኽሞ ትኽእል እያ። ሕወሓት ካብ ፌዴራል ዘጋጥማ ናይ ህልውና ሓደጋ ንምፍታሕ ኤርትራ ዓብዪ ግደ ትፃወት ከም ዘላ ዝገለፀ እቲ ትንተና፣ ሕወሓት ሓደጋ ከየጋጥማ ሓያል ናይ ዲፕሎማሲ ምስራሕ ከድልያ እዮ ክብል ይገልፅ። ምኽንያቱ ድማ ይብል እቲ ትንተና፣ ኢትዮጵያ ከይትፈርስ ኢላ ኣሜሪካ ኣብ ልዕሊ ኤርትራ ጸቕጥታት ክትገብር ትኽእል እያ። ነዚ ስዒቡ ድማ ኤርትራ ካብ ጉዳይ ኢትዮጵያ ኢዳ ንኽትስሕብ ክትግደድ ትኽእል እያ ክብል ይገልጽ። ይኹን እምበር ካልኦት ተንተንቲ ብወገኖም ድሌት ኣሜሪካ ኣብ ቀርኒ ኣፍሪካ ሰላም ምዕሳል ክሳብ ዝኾነ ኣብ መንጎ ኤርትራን ኢትዮጵያን ዘሎ ጎንፂ ይኹን ኣብ መንጎ ህወሓትን ብልፅግናን ዘሎ ጎንፂ ብሰላማዊ መንገዲ ክፍታሕ ክትገብር ትኽእል እያ ክብሉ ይገልፁ። እዚ ከምዚሉ እናሃለወ ኣብ ኣስመራ ስምምዕነት ከምዝተፈፀመ ተፈሊጡ። እቲ ስምምዕነት ኣብ መንጎ ተወከልቲ ሕብረት ኣውሮፓን ኣብ መንጎ ኤርትራን ዝተኻየደ ከምዝኾነን ኤርትራ ካብ ሕብረት ኣውሮፓ ድጋፍን ልቓሕን እትረኽበሉ ዕድል እውን ዘጠቓልል ከምዝኾነ ተሓቢሩ። እዚ ከምዚ ኢለ እናሃለወ ብልፅግና ኣብ ጉዳይ ትግራይ ምሽጥራዊ ኣኼባ ከም ዘካየደ ተሓቢሩ። እቲ ኣኼባ ብኣብይ ኣሕመድ ከም ዝተመርሐ ዝገለፁ ፍልፍላትና ዋና ዓላማ ድማ ትግራይ ኣብ ዝሓፀረ መዓልቲ ንምቁፅፃር ዝዓለመ ከም ዝነበረ ተፈሊጡ። ኣብቲ ኣኼባ ሓለፍቲ እቲ ኣብ ሓራ መሬት ዘሎ ሓይሊ ዝተረኸቡ እንትኸውን ዋና ዓላምኡ ድማ እቲ ሓይሊ ኣብ ልዕሊ ትግራይ መጥቃዕቲ ንክኸፍት ዝዓለመ ከም ዝነበረ ተፈሊጡ። ኣብይ ኣሕመድ ነቲ ብእኒ ጀነራል ወዲ ኣንጦሮ ዝምራሕ ሓይሊ ዘኹሉ በጀት እናተበደበልኩም ክሳብ ሕጂ ዝረብሕ ስራሕ ኣይሰራሕኹምን ዝብል ከቢድ ወቐሳ ከም ዘቕረበ ዝገለጹ እቶም ውሽጥራዊ ፍልፍላት እቲ ሓይሊ ብህፁፅ ኣብ ልዕሊ ትግራይ ስጉምቲ ንክጅምር ተሪር ትእዛዝ ከም ዝተዋሃቦ ተሓቢሮም። እዚ ከምዚ ኢለ እናሃለወ እቲ ዓማጺ ሓይሊ ብኤርቢትን ቶንሳን መጥቃዕትታት ክኸፍት ከም ዝጸንሐ ዝፍለጥ እንትኸውን ሕጂ ድማ ተወሳኺ ግንባር ብምዕራብ ትግራይ ከም ዝኸፈተ ተሓቢሮም። ብመሰረት እቲ ዝተረኸበ ሓበሬታ እቲ ሓይሊ ውሕድ ኣባላት ስለ ዘለዎ ሰራዊት ብልጽግና ሓቢሮም ይዋግኡ ከም ዘለዉ ተገሊጹ። ኣብቶም ብዓፋር ዝኸፈቶም ውግኣት ከቢድ ኪሳራ ዘጋጥሞ በዓል ሓይሊ ሰላም ትግራይ እናበለ ዝጽዋዕ ሓይሊ ኣብ ምዕራብ ትግራይ ግን ሰፊሕ መራሕቲ ግዝኣታት ኣብ ትሕቲ ቁፅፅሮ ከም ዘውዓለ እንዳተገለፀ ይርከብ። እቲ ሓይሊ ሓደሽቲ ግንባራት እናኸፈተን ኣብ ልዕሊ ሰራዊት ትግራይ ዝተናበበ መጥቃዕቲ ንምኽፋት ምድላዋቱ ከም ዝወደአን እናተገለጸ እንትኸውን ብወገን ደገፍቲ ትግራይ ግን እቲ ሓይሊ ይፈርስ ከም ዘሎን ብልጽግና እውን በቲ ሓይሊ ስለ ዝተናደደ ቐረባት ጠጠው ከብል ከም ዝኽእልን ይገልጽም። ሓደ ሓደ ፍልፍላት እቶም ዝቐረዩ ኣባላት እቲ ሓይሊ ናብ ምክልኻል ሃገር ኢትዮጵያ ክሕወሱ ከም ዝተወሰነ እናገለጹ ይርከቡ። እዚ ከምዚ ኢለ እናሃለወ ክንፊ ሚድያ ኣርሚ ሰብዓ ዝኾነ መድሃንየ ግደይ ብዛዕባ ምዕራብ ትግራይን ርክብ ትግራይን ኤርትራን ብስራት ዜና ሒዞ መፂኡ ኣሎ። ብቓልሲ ምኽንያት ጠፊኤ ቐኒ ብሓፈሻ ጽቡቕ ኣለና። ኣርምኹም ኣርሚ ሰብዓ እውን ኣብ ዘተኣማምን ቁመና ኣሎ። ምዕራብ ትግራይ ኣማዕዲና ንሪኣ ኣለና። ኣብ ቀረባ ከም እንቕበሎ እውን ከይትጠራጠሩ። ካብ ትግራይ ብዝተፈላለየ ምኽንያት ዝወፁ ተጋር ኣይጠዓሞምን። ምክፍፋልን ምጥልላፍን ኣብ ጫፍ በፂሑ ኣሎ። ኣብ ሚድያ ከም እትርእይዎ ኣይኮነን ዕድል ተረኺቡ መብዛሕትኡ ክወፅእ ዝደሊ እዩ ንግዚኡ ናብ ሚድያ ዘይወፀኦ ብዙሕ ምሽጥራት እኒህ። ርከብ ትግራይን ኤርትራን ጽቡቕ ርሕቐት ይኸይድ ኣሎ። ብጸላእቲ ዝንዝሕ ሓበሬታ ካብ ሓቂ ዝረሓቐ እዩ። ሱዳን ኣብ ደቡብ ኢትዮጵያ ስትራቴጂካዊ ረብሓታት ዘለዎም ከተማታት ትቆጻጸር ኣላ። ኣብይ ኣሕመድ ኣብ መሬት ሱዳን ዘቀጻጽሎ ዘሎ ሓዊ ንባዕሉ ከይልብልቦ ልዕል ስግኣት ኣለዎ። ብርጋዴር ጀነራል ሳቫና ዝተባህለ መራሒ እውን ካብ ህጹጽ ደገፍ ውሃቢ ሓይሊ ናብ ሰራዊት ሱዳን ከም ዝተጸንበረ ኣረጋጊጸ ኣለኹ። ምስ ሰራዊቱን ዕጥቆን ናብ መንግስቲ ዝተጸንበረ ጀነራል ብዙሕ ምሽጥራት እቲ ህጹጽ ደገፍ ውሃቢ ሓይሊ ኣቃሊዓ ኣሎ። መረበትና ህዝብናን ክሳብ ንምልስ ቃልስና ብዝለዓለ ዋና ክቕፅል እየ ክብል ይገልፅ ጋዜጠኛ መድሃንየ ግደይ። ኣባላትን ሰራሕተኛታትን ሰብ ሞያ ጥዕና ጉቡእ መሃያን ጥቕማ ጥቕምን ክሳብ ዘይረኸቡ ስርሖም ጠጠው ከብሉ ማሕበረሰብ ሰብ ሞያ ጥዕና ትግራይ ፀዊዑ። እቲ ማሕበር ነዚ ዘፍለጠ ኣብ ህልዊ ኩነታት ሰብ ሞያ ጥዕናን ስርዓት ጥዕናን ትግራይ ኣመልኪቱ ኣብ ዘውፅኦ መግለፂ እዩ። እቲ ማሕበራዊ መግለፂኡ ሰብ ሞያ ጥዕና ትግራይ ፀገማት ተፃዊሮም ሞያ ሓላፍነቶም እናተዋፅኦ ከም ዝርከቡን ይኹን እምበር ካብ እዋን ናብ እዋን እናተጋደደ ዝኸይድ ዘሎ ማሕበር ቁጠባዊ ፀገም ስርሖም ንከቋርፁ ዘገደድ ኩነታት ከም ዝተፈጠረ ሓቢሮም። ፀገማት ሰብ ሞያ ጥዕና ንክፍታሕ ብዕቱብ ይስራሕ እኳ እንተሃለወ እዚ ዝበሃል ፍታሕ ስለዘየምፅእ ኣባላትን ሰራሕተኛታትን ማሕበር ሰብ ሙያ ጥዕና ትግራይ ሕቶ ግቡእ መሃያን ጥቕማጥቕምን ክሳብ ዝምለስ ካብ ዝሰርሕዎ ትካል ዓርሶም ንኸግልሉ እቲ ማሕበር ፀዊዑ ኣሎ። ብኣፈ ጉባኤ ቤት ምኽሪ መንግስቲ ትግራይ ወይዘሮ ኪሮስ ሓጎስ ዝምራሕ መተሓባበሪ ኮሚቴ ቤት ምኽሪ መንግስቲ ትግራይ ግንቦት ሓሙሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዕላዊ ስራሕ ጀሚሩ። እቲ መተሓባበሪ ኮሚቴ ቤት ምኽሪ መንግስቲ ትግራይ ብኣፈ ጉባኤ ቤት ምኽሪ መንግስቲ ትግራይ ወይዘሮ ኪሮስ ሓጎስ ዝምራሕ ኮይኑ ኣባላት መተሓባበርቲ ኮሚቴ ቤት ምኽሪ መንግስቲ ትግራይ ድማ ኣፈ ጉባኤ፣ ምክትል ኣፈ ጉባኤ፣ ኣከብትን ምክትል ኣከብትን ቀዋሚ ኮሚቴን ዝሓዘ እዩ። ንውዕሊ ሰላም ፕሪቶርያ ስዒቦ ንዝሓለፉ ሰለስተ ዓመታት ተወንዚፉ ዝፀንሐ ቤት ምኽሪ መንግስቲ ትግራይ መንግስቲ ኢትዮጵያ ንውዕሊ ሰላም ፕሪቶርያ ተግባራዊ ብዘይምግባሩን ሕቶታት ትግራይ ስለዘይተመለሱ ህዝቢ ትግራይ ንሞትን ስቓያትን ካብ ምቅላዕ ሓሊፎ መንግስቲ ኢትዮጵያ እቲ ውዕሊ ስለ ዘፍረሶ ተወንዚፉ ዝጸንሐ ቤት ምኽሪ መንግስቲ ትግራይ ናብ ስርሓ ምምላሱ ዝዝከር እዩ። ነዚ ስዒቡ እውን ሚያዝያ ዕስራን ሸውዓተን ክልተ ሽሕን ዓሰርተ ሸሞንተን ዓመተ ምህረት ሻድሻይ ዘመን ሻድሻይ ስሩዕ ጉባኤኡ ዘካየደ ቤት ምኽሪ መንግስቲ ትግራይ ንወዘሮ ኪሮስ ሓጎስ ኣፈ ጉባኤ ቤት ምኽሪ መንግስቲ ትግራይ ንወይዘሮ ምሕረት በርሀ ድማ ምክትል ኣፈ ጉባኤ ቤት ምኽሪ መንግስቲ ትግራይ ገይሮም ምምራጹ ይዝከር። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም